ድሮን ናይ ስርዓት ብልጽግና ኣብ ዶብ ኤርትራን ኢትዮጵያን ብወገን ክልል ዓፋር ታሪማ ምክትል ሚኒስተር ምክልኻል ሩስያ ቫሲሊ ኦስማኮቭ ኣብ ሞስኮ ምስ ኣዛዚ ሓይሊ ኣየር ኢትዮጵያ ሌተናል ጀነራል ይልማ መርደሳ ብምርኻብ ኣብ ዓውዲ ምክልኻል ክልተኣዊ ምትሕብባር ንምክያድ ከምዝተዘራረቡ ተገሊጾም። ምክትል ሚኒስተር ምክልኻል ሩስያ ቫሲሊ ኦስማኮቭ ኣብ ሞስኮ ምስ ኣዛዚ ሓይሊ ኣየር ኢትዮጵያ ሌተናል ጀነራል ይልማ መርደሳ ብምርኻብ ኣብ ዓውዲ ምክልኻል ክልታዊ ምትሕባር ንምክያድ ከም ዝተዘራረቡ ተገሊጾም። ብመሰረት ሓጺር መግለጺ ኤምባሲ ሩስያ ኣብ ኢትዮጵያ ክልቲኦም ሰበ ስልጣን ኣብ መንጎ ክልቲኤን ሃገራት ኣብ እዋናዊ ጉዳያት ዘተኮረ ዝግበር ዘሎ ናይ ምክልኻል ምትሕባር ብምግምጋም ንክልቲኤን ሃገራት ዝጠቅም ርክብ ንምጥንኻር ዘለዎም ተወፋይነት ደጊሞም ኣረጋጊፆም ኢሉ። እዚ ኣብ መንጎ ኢትዮጵያን ሩሲያን ዝካየድ ዘሎ ርክብ ስትራቴጂካዊ ወታደራዊ ሽርክነት ዘንፀባርቕ ምዃኑ ክግለፅ እንከሎ ኣብ ወርሒ ጉንበት ክልተ ሽሕን ዕስራን ሓሙሽተን ኣዲስ ስታንዳርድ ከምዝፀብፀቦ ሓለቓ ስታፍ ምክልኻል ኢትዮጵያ ፊልድ ማርሻል ብርሃኑ ጁላ ምስ ምክትል ሚኒስተር ምክልኻል ሩስያ ኣሌክሳንደር ፎሚን ንምርኻብ ናብ ሞስኮ ዝተልኣኸ ጉጅለ መሪሑ ገይሹ ምንባሩ ጠቒሱ'ዩ። ኣብ ክልተ ሽሕን ዕስራን ኣብ ልዕሊ ትግራይ ኣብ ዝተኣወጀ ልፍንታዊ ወራር ካብ ዓረብ ኢማራት፣ ኢራንን ቱርኩን ኣጽዋር ክሽምት ዝተራእየ ስርዓት ብልጽግና ካብ ምጅማር ሓዱሽ ዓመት ክልተ ሽሕን ዕስራን ሽዱሽተን ኣትሒዙ ግን ካብ ሩስያ ኣጽዋር ክእቱ ጀሚሩ ከም ዘሎ እዩ ዝሕበር። ብመሰረት ኣብ ወርሒ ጥሪ ክልተ ሽሕን ዕስራን ሽዱሽተን ዝወጸ ጸብጻብ፣ ሩስያ ንኢትዮጵያ ያክ ሚእትን ሰላሳን ዝዓይነተን ናይ ልምምድን ውግእ ነፈርቲ ክትሸጠላ እንከላ፣ ኦርየን ዝተሰምየ ድሮን ድማ ብሓገዝ ከም ዝሃበታ ይግለጽ። ኣብ ልዕሊ ትግራይ ቅሉዕ ወራር ዘርኢ ምጽናት ብምፍጻም ዕጽዋን ክልከላን ኣዊጁ ዝርከብ፣ ኣብ ክልላት ኣምሓራን ኦሮምያን ካልኦት ከባቢታትን ኢትዮጵያ ብረት ዘልዓሉ ዕጡቓት ኣብ ውሽጢ ሰሙናት ከጥፍኦም እየ ብምባል ዘተን ምርድዳእን ነጺጉ ዘይተኣደነ ህልቂት ሰባትን ዕንወት ትሕተ ቅርጽን ዘስዕብ ዘሎ ኲናት ዝመረጸን ተጠቃሚ ኣፍ ደገ ባሕሪ ንምዃን ዲፕሎማስያውን ሕጋውን ዝምድናን ምርድዳእን ኣብ ክንዲ ምምራጽ ብሓይልን ጉልበትን ሉላዊ ግዝኣት እንዳማቱ ክጎብጥ ምዃኑ ወግሐ ጸብሐ ክፍክር ዝስማዕን ዘሎ ቀዳማይ ሚኒስተር ስርዓት ብልጽግና ኣብይ ኣሕመድ፣ ልዕሊ ዕስራ ሚልዮን ካብ ህዝቢ ኢትዮጵያ ንከቢድ ሕጽረታት መግብን መድሃኒትን ተቓሊዖም ከባቢ ሸውዓተ ሚእቲ ሽሕ ናብ ትምህርቲ ክኸዱ ዝግብኦም ህጻናት ብሰንኪ ኣብታ ሃገር ዘሎ ጸገም ጸጥታ ዓዲ ውዒል ኮይኖም ምህላዎምን ኣብ ዝሕበረሉ ዘሎ እዋን ሚልዮናት ዶላራት ሂቡ ኣጽዋራት ይሽምት ብምህላዉ ብብዙሓት ክንቀፍ ጸኒሑ እዩ። ጋሓለዋ እዚ ዝዝርጋሕ ዘሎ ዜናታት ድሮን ናይ ስርዓት ብልጽግና ኣብ ዶብ ኤርትራን ኢትዮጵያን ብወገን ክልል ዓፋር ተሃሪማ ከምዝተዓንሸሸት እየን ጸብጻባት እናዘርግሓ ዝርከባ ዘለዋ። ገለ ካብቲ ወጺኡ ዝርከብ ዘሎ ዜናታት ከምዘለዎ እቲ ሓጺር ሓበሬታ ካብ ኣምሓርኛ ናብ ትግርኛ ዝተተርጎመ ናባኹም ክብሎ ሰበር ዜና ኤርትራ ናይ ብልጽግና ድሮን ኣውዲቃ ኣብ ቱርኪ ዝተሰርሐት ባይራክታር ቲቢቲ ቱ ቁጽሪ በረራ AZF ሚእትን ሰላሳን ሓደን ዝዓይነታ ድሮን ሎሚ ምሸት ኣብ ዶብ ዓፋር ኢትዮ ኤርትራ ተሓምሺሻ ምንጪ ናይቲ ዜና ሳህራዊ ድሪም ትሪቡን እዩ ኣብዚ ሰሙን ጥራይ ሸውዓተ ሰብ ኣልቦ ነፈርቲ ብልጽግና ኣብ ዝተፍላለየ ከባቢታት ተሓምሺሸን ኣለዋ ክቡራት ተኻታተልቲ እዚ ዜናታት መራኸቢታት ናይ ኢትዮጵያ ብኸምዚ ዓይነት ሕጽር ዝበለ መንገዲ ቁጽሪ በረራን ዓይነት ናይታ ድሮንን ብምጥቃስ እየን ጸብጻባትን ዜናታትን እናሰርሓሉ ዝርከባ ዘለዋ። ስርዓት ብልጽግና ብዘይካቲ ናብ ህዝብን መንግስትን ኤርትራ ዘካይዶ ፈኸራታት ንሱዳን እውን ኢዱ ብምትእትታው ድሮናቱ ብምስዳድ ዘካይዶ ዘሎ መጥቃዕትታት ኣብዚ ዝሓለፈ ቅንያት ጥራይ ሰለስተ ድሮናት ናይ ስርዓት ብልጽግና ከም ዝተሓምሸሻ ብስእልታትን ቪድዮታትን ተሰንዩ ሓብሬታታት ተዘርጊሑ ምንባሩ ዝዝከር እዩ። እዚ ሕጂ ኣብ ዶብ ኤርትራን ኢትዮጵያን ብወገን ክልል ዓፋር ናይ ስርዓት ብልጽግና ድሮን ተሓምሺሻ ወዲቓ ዝበሃል ዘሎ ምክልኻል ናይታ ሃገርን መንግስቲ ኢትዮጵያን ነዚ ጉዳይ ዝምልከት ዝርዝራዊ ሓብሬታ ኣይዘርገሐን ኣሎ። ኣቐድም ኣቢሉ ስርዓት ብልጽግና ብዶባት ኤርትራን ኢትዮጵያን ግንባር ቡሬ ድሮናቱ ምስ ለኣኸ፣ እተን ድሮናት ብወቢሉ ይኣሰራተን ክጠፍእ ክኢሉ። ስርዓት ብልጽግናን ምክልኻል ናይታ ሃገርን ሓይሊ ኣየር ናይታ ሃገርን ነዘን ድሮናት ዝምልከት ክሳብ ኣብዚ ሕጂ እዋን ኣፉ ከፊቱ ተዛሪቡ ዝፈልጥ ኣይኮነን።